ሰላም ሰላም ሎማዓንቲ ዕለት ሓሙሽተ ወርሒ ሽዱሽተ ክልተ ሽሒ ዓሰርተ ሸውዓተ ዓመተ ምህረት እዩ። ስለዚ ሎማዓንቲ እውን ከምተለመዳ ናይ ቆርቆሮ፣ ስሚንቶ፣ ቴንዲኖ ካልኦትን ዋጋታት ሒዘ መፅእ እኒኦኹ። እስካዕ መወዳእታ ምርኣይኹም ኣይትረስዑ። ስሚንቶ ከዚ እውን እናቐነሰ እዩ ዝርከብ። ስለዚ ንምግዛእ ልሓሰኹም ሰባት ከዚ እውን ለሎ ዕዳጋ ክሰምዕ ኢኹም። ናይ ቴንዲኖ ከ ክንደይ ለውጥታት እኒኦዎ ልብል ክንሪኢና ቆርቆሮ ንምግጣም ልሓሰኹም እስካዕ ክንደይ ልብል እኒኦ ዋጋ ልብል ድማ ክንሪኢና ማለት እዩ። እስካዕ መወዳእታ ምሳይ ይኹኑ። ስለዚ ላይክ ለይገርኹም ሰባት ላይክ ገሩ ሰብስክራይብ ለይገርኹምላ ናያ ኣባላት ኾንኹም ዝተፈላለዩ መዓልታዊ ዋጋታት ገዛ ምስራሕ ትደልዩ ወይ ድማ ኣብ ምስራሕ ለለኹም ሰባት ግድን ናዩ ቻናል ክጠቕመኩም ሰልኽእል ንዚ ቻናል እዚ ኣባላት ምዃንኩም ኣይትረስዑ ስለዚ ብዙሕ ወግዕ ከብዛሕና ቀጥታ ናብ ፕሮግራምና ንሓልፍና ከዚ ንቐፅል ስለዚ ኩሉ ግዜ ከም እንገብሮ ካብ ቴንዲኖ ጀሚርና ናርእና ንኸሪና ማለት እዩ ስለዚ ቴንዲኖ ካብ በዓል 8 ክሳብ 16 ለሎ በብሓደ ናርና ንቐፅልና በዓል 8 በዓል 1 በዓል 12 14 ክሳብ 16 ለሎ ለሎ ዋጋ ንሪኢና ውሽጢ ዓዲ ትደልዩ ሰባት ጠይቆኒ ውሽጢ ዓዲ ለካቅረልኩም እየ ማለት እዩ ስለዚ ሎሚ ዓንቲ ግን ኣቲንዲኖ ካብ ናእሲ ዋጋ ክሳብ ላዓቢ ክንዲ ከም ለሎ ምርኣይ ንቐፅል ስለዚ ካብ በዓል 8 ጀሚርና ናርና ንኸተልና በዓል 8 ሽዱሽተ ሰዓይ እናትሽጦ ይርከብ ብቀዳማይ ሽዱሽተ ሸውዓተይ ኣርባዓይ ምናምን ነይሩ እዩ ኸዚ ግን ሽዱሽተ ሽሳዓይ ኮይኑ እዮ ብጣዕሚ ዓብይ ዝኾነ ቐናሽ እዮ ኸዚላ ኣርባዓ ቅርሺ ሓምሳ ቅርሺ እዮ ማለት እዩ ስለዚ በዓል ዓሰርተ ድማ ሓደ ሽሒ ቴስዓይ በዓል ሸሞንተ ሽዱሽተ ቴስዓይ በዓል ዓሰርተ ድማ ሽሒ ቴስዓይ በዓል ዓሰርተ ክልተ ድማ ክንርኢ ተለና በዓል ዓሰርተ ክልተ ኣብዚ ሰዓት ሓደ ሽሒ ሓሙሽተ ሚእቲ ሓምሳ እዩ

ነገራት ኩሉ እናቐነሰ እዩ ዝርከብ ብሉኬት ልኹም ሲሚንቶ ቲንዲኖ ካልኦታት እናቐነሶም ዝርከቡ ስለዚ ንምግዛእ ዝሓሰቡ ሰባት ንዓይ ምደዊ ኢልኹም ንጋር ትኽእሉ ኢኹም ስልከይ ኣብ ኮሚት መጀመርያ ከምጠልኩም እያ ብኢሞ ዋትሳፕ ቴሌግራም ክትረኽቡ ትኽእሉ ኢኹም ማለት እዩ ስለዚ ናይ ቲንዲኖ ዝለዓለ ንሉ ዋጋ 2750 እዩ እሱ እውን በዓል 16 እዩ ዝተሓተ ድማ 6 ትስዓይ ማለት እዩ በዓል 8 ኮይኑ 6 ትስዓይ ዝለዓለ ድማ በዓል 16 ኮይኑ 2750 ማለት እዩ ስለዚ ደውሉ ልሓሽ ዋጋ ካባይ ክትረኽቡ ትኽእሉ ኢኹም ኣብ ዝተፈላለዩ ቦታታት ጠይቐ ካብ ረኸኹ ዋጋ እዚ ልሓሽ ኢለ ንዓኹም ካብረልኹም ዝወሰንኩ እዩ ስለዚ ብሞ ዋትሳፕ ቴሌግራም ደው ኢልኹም መልዓይ ምግናይ ትኽእሉ ኢኹም ማለት እዩ ስለዚ ቃፂለ ልሕልፈኩም ከዚ ናብ ናይ ሲሚንቶ ዋጋ እዩ ሲሚንቶ ክንዲ ከም ለሎም ብርኣይ ንቐፅል ስለዚ ናብ ሲሚንቶ ንቐፅል ተለና ድማ ሲሚንቶ ከዚ እውን ብጣዕሚ ሓሪፍ ዝኾነ ዋጋ እኒኦ ከዚ ለ 990 ኢለ ልብል ዋጋ እኒኦ ከዚ ለ እስካብ ሓደ ሽሕ ካብ ናብ ቀዳማይ ለውጢ ልገብሮ ነገር ኢለይ ትሽዓንቲ ትስዓይ እስካብ ሓደ ሽሕ ልሉ ዋጋ ከዚ እውን እናሸጡ ይርከብ ኣሎ ማለት እዩ ሲሚንቶ ምግዛእ ንሓሳቦም ሰባት ከዚ ኢለ ዕድል ኒኩም የምለጠኩም እዩ ትገዝኡ ዘለኹም ሰባት ምንጋር ትኽእሉ ኢኹም ከዚለ ሓሪፍ ዝኾነ ዋጋ እዩ ኒኦ እና ሲሚንቶ ማለት እዩ ኣብ ከተማ መቐለ ንዕለት ሓሙሽተ ወርሒ 6 2017 ዓ ም ዘለሉ ዋግኡ ካብ ትሽዓንተ ቴስዓይ ክሳብ ሓደ ሽሕ ቅርሺ ኸዚ እውን እናትሸጦ ይርከብ ማለት እዩ ስለዚ ስለዚ ሓማ ሓፍትና ብቀደማይ ሰማንያ ኩንታል ላኣኹላ ነይራ እሳለ ናብ ከተማ ሽረ እዩ ነይሩ ስለዚ ንብኡ ዝተለኣኸ ሲሚንቶ ነይሩ ስለዚ ከም ሓፍትሪ ልገብረቶ ካልኦት ሰባት ለምግባር ትደልዩ ደው ኢልኩም ንጋር ትኽእሉ ኢኹም ብዙ ዋጋ እዚ ሓሪፍ ንኾነኝ እዩ ኣብ ካልኦት ከተማታት ትግራይ ንሽ ውስኽ ለበለ ነገር ክል ይኽእል እዩ ስለዚ ለሉ ዋጋ ግን ደው ኢልኩም ተትነግሩ ወይ ድማ ብውሽጢ ኣብ ኮሜንትላ ተፅሕፉሉ ደስ መለን ነይሩ ምክንያቱ ኣብ መቐለ ለሎና ኣብ ካልኦት ከተማታት ትግራይ ለሎ ነገር ኣወዳዲርና ንሓሸ ዶ እኒኦ ንብል ንምግዛእ ከውስነና ስለንኽእል ማለት እዩ ስለዚ ትራንስፖርት ለሎ ርኢና ስካዕ እንደ ይበፅሕ ናብ ከተማኹም ልብል ርኢና ምስታ ከተማኹም ትራንስፖርት እንደ የውፅሕዋ ልብል ተፀኒዓ ምስታ ስሚንቶ ለላ ዋጋ ተደሚራ ኢና ነውፅሕልኹም ማለት እዩ ስለዚ ናሎ መዓልቲ ግና ካብ ትሽዓንተ ተስዓይ ክሳብ ሓደ ሻዕ ቅርሺ ኣሎ ኢልኩም ሓዝዎ ማለት እዩ ስለዚ ቃፂለ ንሕልፈኩም ናብ ናይ ቆርቆሮ ዋጋ እዩ ቆርቆሮኹ ክንደይ ንዮ ልብል ምርኣይ ንቐፅል ስለዚ ቆርቆሮ ድማ ንዕለት ሓሙሽተ ወርሒ ሽዱሽተ ክልተ ሽዓ ዓሰርተ ሸውዓተ ዓመተ ምህረት ዘለዋጉ ሮማናት ኢና ንርኢ ሮማናት እዮም ዝኸሰዓት ብዙሕ ሰብ ተጠላዋይ ኮይኑ ሮማናት ዝበሃል ቆርቆሮ ኣብ ከተማ መቐለ ብጣዕሚ ብሰፊሕ ዝኾነ ቆንጆ ተባሂሉ እናተሸጠ ይርከብ ሮማናት ቆርቆሮ እዩ ስለዚ ናይ ሮማናት ቆርቆሮ ሰለስተ ፍረቓይ ክንደይ ሽወጥሉ ተልኹምኒ ሰለስተ ፍረቓይ ሸውዓተ ዕስራ እናተሸጠ ይርከብ ብሰለስተ ፍረቓይ ሸውዓተ ዕስራ በርባዕተ ፍረቓይ ድማ ሸውዓንተይ ዕስራ ብሰለስተ ፍረቓይ ሸውዓተ ዕስራይ በርባዕቲ ፍርቓይ ድማ ትሽዓንቲ እስራይ ስለዚ ገዛኹም ምግጣም ትሓስቡ ዘለኹም ቆርቆሮ ንምግባር ካልኦት ነገራት ልሓሸ ልባል ቆርቆሮ ኢኹም መሪፅኹም ትገዝኡ ዘለኩም ሀዘም ንዳሽን ዳሎ ቆርቆሮ ሮማናት ዳሽን ኳ ሜቢ ኸዝና ጥፈ ይርከብ ኣዋሽ ኒኦ ሓርማዝ ዝተፈላለዩ ዓይነት ቆርቆሮ ኒኦ እዮም ኣብዚ ሰዓት ግን ብዙሕ ሰብ መሪፅ ልገዞ ዘሎ ሮማናት እዩ ሮማናት ቆንጆ ይልባ ኣለዉ ዝኸ ሰዓት ስለዚ ዋግኦም ብሸውዓተ ዕስራይና ብትሽዓንተ ዕስራይ ክትረኽቡ ትኽእሉ ኢኹም ማለት እዩ ስለዚ ሰለስተ ፈረቓ እዩ ድለልኩም ወይ ድማ ኣርባዕተ ፈረቓ ልብል ባዕልኩም ወስኑ ንገሩኒ ደለይኩም ነገር ኩሉ ስለዚ በኣ መሰረት ገዚእና ናብ ደለለሉ ደስ ዘለኩም ቦታ ክንብፅሐልኩም ንኽእል ኢና ማለት እዩ ስለዚ ቆርቆሮ ከም መፍለጢ እውን ንሓፁር ንውዓለሉ ዝኾኑ ቆርቆሮ እዩ ንቆርቆሮ ላዕሊ ንቦሎፎን ንቆርቆሮ መሸፈኒ ሽፋን ንገዛ ኣለና ዝኾን ንውዓሉ ቆርቆሮ ኒዮ ርጉድ ልበለ ንሓፅር ኮንተ ብዙሕ ኬር ለይ ክትገብርሉ ትኽእል ኢኹም ርቕቕ ልበለ ቆርቆሮ ተጠቀምኩና ሓፅር ስለዝኾነ ችግር ለይ ክህሉ ይኽእል እዩ ግን ሽፋን ላዕሊ ገዛ ክኾን ተሎ ንዘለኣለም ተቢሉ ክስራሕ ስለለዎ ቆርቆሮ ርጉድ ልበለ ክኾን ስለለዎ ሮማናት ዝበሃል ቆርቆሮ ተጠቂምኩም ተትሰርሑ ልሓሹ ነገር ክትረኽቡ ትኽእሉ ኢኹም ከም ረኣኹ ስለዝኾነለ እየ ከማኽርኩም ደለኒ ኢኹም ስለዚ ብኣ መሰረት ገዚእኹም ምውሳን ትኽእሉ ኢኹም ማለት ኻሊእ እውን እንታይ ኢና ንርኢ ኣብ መወዳእታ ብሎኬት እዩ ብሎኬት ኸንደይ ኒኦት ኢልኹም ዲኻ ዝለላ ብሎኬት ንዕለት ሓሙሽተ ወርሒ ሽዱሽተ ክልተ ሽዓ ዓሰርተ ሸውዓተ ዓመተ ምህረት በዓል ዓሰርተ ሓሙሽተ ሰላሳ ኣርባዕተ ቅርሽን እዮም በዓል ዒስራ ድማ ሰላሳ ሽዱሽተ ቅርሺ እናተጠውዒሉ ነይሩ መዓንቲ ስለዚ ዝለሓሸ ብሎኬት ርጉ ጠንካራ ዝበሃል ቁልቁ ኣይሚን ብሎኬት ብሰላሳ ኣርባዕተ ቅርሺ በዓል ዓሰርተ ሓሙሽተ ትረኽቡ ትኽእሉ ኢኹም በዓል ዒስራ ድማ ሰላሳ ሽዱሽተ ቅርሺ እናተሸጠ ይርከብ ማለት እዩ ብሉኬት ከም ትሪእዎ ኣለኹም ኣብቲ ቪድዮ ሰፊሕ ናይ ብሉኬት ሕርሻ ክትበሉ ትኽእሉ ኢኹም ሓሪፍ ሓሪፍ ዝኾነ ብሉኬት ዝሽወጠሉ እዩ ከምዚ ዓይነት ጠንካራ ዝኾነ ብሉኬት ንምግናይ ተደሊኹም ንኣየ ምድዋል ትኽእሉ ኢኹም ብኢሞ ዋትሳፕ ቴሌግራም ክትረኽቡን ትኽእሉ ኢኹም ስልከይ ኣብ ፕሮፋይል ከምጠልኩም እየ ወይ ድማ ኣብ ኮሜንት መጀመርያ ፒን ገይረ ከምጠልኩም እየ ደውሉ ዝሓሸ ነገር ካባየ ክትረኽቡ ትኽእሉ ኢኹም ማለት እዩ ስለዚ ሓሸዋ ሃምለሎ እዩ እኒኦ ኣርባዓይ ኣርባዕተ እኒኦ ሓሸዋ ለኸዝለ ኣርባዕ ኣርባዕቲ ይቐንሰ እኒኦም ተመሳሳሊ እኒኦ ፀፀር እውን እስካብ ሰላሳ ክልተ ሰላሳ ሓደ ሰላሳ ክትረኽቡ ትኽእሉ ኢኹም እዚ ፀሊም ፀፀር ማለት እዩ መህደም ንኾን ካብ ሰላሳ ጀሚር ክሳብ ሰላሳ ክልተ ሰላሳ ሰለስተ ክትረኽቡ ትኽእሉ ኢኹም እቲ ሓሽዋ ግና እስካዕ ካዚ ዝተፈለጠ ነገር የለ ዋጉ ለቀንስ ይካለኞ እስካዕ ዓርቢ ዓርባዕተ ሽሕ እናተባሃለ ይርከብ ማለት እዩ ስለዚ ብኣ መሰረት ገዚኹም ናብ ደስለልኩም ከተማ ክንልኸልኹም ንኽእል ኢና ማለት እዩ ስለዚ ኣብኡ ተሎ ኮነ ክሕልፈልኩም ደሊ ነገር እኒኦ እሱ እውን እንታይ እዩ ገዛ ምግዛእ እትደልዩ ወይ ድማ ክራይ ገዛ ክትግበሉ ትደልዩ ዝተፈላለዩ ገስት ሃውስ ክኾን ትኽእል ይኽእል እዩ ኖርማል ገዛውቲ ግቢ ሙሉእ ካልኦት ካልኦት ነገራት ትደልዩ ትሃሊኹም ደው ኢልኩም ለላዓዮ ምርካብ ትኽእሉ ኢኹም ከምኡ ዓይነት ገዛውቲ ዝሽወጡ ካብ ሙሉእ ፊኒሽድ ዝኾኑ ሚተር በዓል ካሬ ትደልዩ ትሃሊኹም ካብ ሓሙሽተ ሓሙሽተ ጀሚሩ ክሳብ ዓሰርተ ዝኸዱ እኒኦውና ዓሰርተ ሚሊዮን ንወፅሑና ካብ ሓሙሽተ ሓሙሽተ ጀሚሩ ኖርማል ገዛውቲ ሰራቪስ ለለዉ እኒኦው እዮም ሜተር ባዓይ ካሬ ማለት እዩ ካሊእ ኮንዶሚኒየም ትደልዩ እንተሃለኹም እስካብ ሓደ እንዮ እዩ እስካብ ሓደ ሚሊዮን እስካብ ሓደ ነፃ ሓሙሻ ኮንዶሚኒየም ለ ክትረኽቡ ትኽእሉ ኢኹም ስቱድዮ ለንዮ እዩ ካልኦት ካልኦት ስለለለዉ ንወይኖም ፕሮግራም ክሰርሐሉ ያው ቀረባ ግዜ ተፀበይኒ ኢኹም ስለዚ ክትገዝኡ እትደልዩ እቅድ ኣለኩም ኣብ ዓድኹም ነፃ መሬት ክኾኑ ይኽእል ጥሩሕ መሬት ብደስ ዘለኩም ካሬ ካብ ክልተ ሚእቲ ጀሚሩ እንዮ እዩ እስካብ ደስ ዘለኩም ወይ ድማ ለሚተር ባዓል ካሬ ዝተሰርሐ ስሩሕ ተደሊኹም ፕላስቱ ዝተፈላለዩ ገዛውቲ ተደሊኹም ኣብ ከተማ መቐለ ውስኽ ሰዓት ገዛኢ ተሳኢኑ እምቢ ሸዋጥ ስለ በዚሑ ለሎ ምንጋር ትኽእሉ ኢኹም ንዓይ ማለት እዩ ስለዚ ንሎማዓንቲ ነበረኒ ፕሮግራም ግና እዚ መስል ኣብ ቐፃሊ ፕሮግራም ተመይሰ ስከዓ ንመፀኩም ሰላም ንዓኻትኩም ይኹን ደቂ ዓደይ ላይክ ሼር ሰብስክራይብ ምግባርኩም ኣይትረስዑ ላላይክ ትርጉም ተረዳእትኩም ያለል ግምት ነይኒዩ ናብ ብዙሕ ሰብ ንክበፅሕ ሓገዝ ስለልህልዩ ኩልኹም ላይክ ዘይገርኩም ሰባት ላይክ ግሩ ሰብስክራይብ ዘይገርኩምና ሰብስክራይብ ምግባርኩም ኣይትረስዑ ሼር ተገርኩምና ንዓረትኹም ጠቓሚ ነገር ክረኽቡ ተኽእሎም ድኹም ሼር ምግባርኩምና ኣይትረስዑ ሰላም ንዓኻትኩም ይኹን ቻው